ብመጀመርታ ሰላምታ ኣይረሳዕኩን ከመይ ጸኒሕኩም ክቡራትን ሕፉራትን ተኸታተልቲ ፍሊማዊት ቲቪ ሎሚ ዕለት ክልተ ግንቦት ናብ ዘጋጥሞ እዋናዊ ትሕዝቶ ናባኹም የብሎ ኣብ ሕቡራት መንግስታት ኣሜሪካ ኒውዮርክ ሎሚ ብዘጋጠመ ምልዕዓል ተምሃሮ ኮሌጃት እታ ከተማ ሎሚ ክሳብ ሰለስተ ሚእቲ ተቃወምቲ ተምሃሮ ኣብ ትሕቲ ቀይዲ ኣትዮም ይርከቡ ንሳቶም ኣብቲ ዝገበርዎ ጎንፂ ዝተሓወሶ ተቃውሞ ኣብ ልዕሊ ዝተወሰኑ ፖሊስ እታ ሃገር ዘስዓብዎ ከፊላዊ መጉዳእትን ፖሊስ ድሒሩ ብዝገበሮ ምክትታልን ኣኣብ መንበሪኦ ገዝኦም ከይዶም ኣብ ትሕቲ ቀይዲ የእትዮሞም ይርከቡ። እዞም ፍልስጤማውያን ተቓወምቲ ኣብቲ ዝገበርዎ ተቓውሞ ምስ ተወላዶ ኣይሁድ እውን ሓያል ግጭት ከም ዝፈጸሙ ተሓቢሩ። እዚ ከምዚ ኢሉ ከሎ ኣብ ዝተፈላለየ ኮለጃት ሕቡራት መንግስታት ኣሜሪካ፣ ኣብ ሃገረ ኮሎምቢያን እቲ ግጭት ከም ዝተሰጋገረ ተፈሊጡ። እዚ ናብ ሎሚ ለይቲ ዘጉሐ ዝተፈጸመ ካልእ ግጭታት ኣብ ኩለን ቤት ትምህርታት ሕቡራት መንግስታት ኣሜሪካ ክብገስ ከሎ፣ ብድሕሪ መጋረጃ ኮይኖም ከሰናድኡ ዝወርሑ ገለ ካብኣቶም ጥራይ'ዮም ኣብ ትሕቲ ቁጽጽር ኣትዮም ዝርከቡ። ገለ ካብ ኣይሁድ እስራኤላውያን ኣብ ዝሃብዎ ቃል ንማዕከናት ዜና፣ እቲ ሃገሮም ኣብ ልዕሊ ፍልስጤማውያን ትወስዶ ዘላ መጥቃዕቲ ጠጠው ከተብል እንተኾይና እቶም ጅሆ ተታሒዞም ዝርከቡ ኣይሁዳውያን ሰላማውያን ሰባት ክፍትሑ ይግባእ ክብሉ ገሊጾም። ገለ ካብ ኣይሁድ እስራኤላውያን ኣብ ዝሃብዎ ቃል ንማዕከናት ዜና፣ እቲ ሃገሮም ኣብ ልዕሊ ፍልስጤማውያን ትወስዶ ዘላ መጥቃዕቲ ጠጠው ከተብል እንተኾይና እቶም ጅሆ ተታሒዞም ዝርከቡ ኣይሁዳውያን ሰላማውያን ሰባት ክፍትሑ ይግባእ ክብሉ ገሊጾም። ከምኡ'ውን ፍልስጤማውያን ተማሃሮ ሕቡራት መንግስታት ኣሜሪካ ንህዝብና ድምጺ ክንከውን ዜጋዊ ሓላፍነትና እዩ ክብሉ ይገልጹ። ኣብ መወዳእታ ከኣ ፍትሒ ንጋዛ ክብሉ እዮም ብሓባር ድምጾም ኣስሚዖም። እዚ ኣብ ቴክሳስ ዝተኻየደ ጎነጻዊ ተቓውሞ፣ ናይ ፍልስጤማውያን ደገፍቲ ተዳናገስትን ጥራይ እዮም ኣብ ትሕቲ ቀይዲ ኣትዮም ዝርከቡ። እቲ ምኽንያት፣ ኣብ ቴክሳስ ዝነብሩ ኣይሁድ ምስ ፖሊስ እታ ሃገር ዝኾነ ኣካላዊ ጎንጺ ስለ ዘይውረዱ ምዃኑ ተገሊጹ። ብኻልእ ዜና ምስ ንሰግር ናይ ቲክቶክ ምዕጻው ኣብ ኢትዮጵያ ናይ ብዙሓት መንእሰያት እንጀራ ከም ምዕጻው እዩ ክብሉ ቲክቶከራት ኢትዮጵያ ናይ ሎሚ ናይ ጀርመን ሚድያ ኣብ ዝሃብዎ መግለጺ ሓሳቦም ገሊጾም። ናይ ሎሚ ትሕዝቶ ዜና ፊልማዊት ቲቪ እዚ ይመስል ነይሩ። ክሳብ ብኻልእ መደብ ንራኸብ ሰላም ጽንሑ።